ሰላም ከመይ ትጸንሑ ክቡራት ተኸታተልትና፣ እዚ ባይቶና ሚድያ እዮ። ነዚ ሰዓት ዝሓረናዮም ሓደሽቲ ዜናታት ሒዝና መጺና ኣለና። እዋናዊ ዝኾኑ ዜናታትና ብእዋኑ ንክበጽሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ክተተባብዑና ብኽብሪ ንዕድም። መልሲ ቲዲኤፍ ንማዕቐብ ኣሜሪካ። ምዕራብ ትግራይ ብሰለስተ ኣንፈታት ዝተጀመረ መጥቃዕቲ። ብቶንሳ፣ ብኣባዕላን ብኤርቢትን ዝኣተወ ሓይሊ። ብዋግ ሆምራ ዝተመዝገበ ዓብዪ ዓወት። ሰራዊት ትግራይን ሰራዊት ኤርትራን ዝገብርዎ ዘለዉ ሓበራዊ ልምምድን ምምስራት ማእኸላይ ኮማንድን ሓይልታት ጸምዶን ምቁጽጻር ከተማ ኣሶሳን ዝምልከት ዝወጸ ሰበር ዜና ክቡራትን ክቡራትና ናይዚኦምን ናይ ካልኦትን ብርክ ዝበለ ምዕባለታትን ክነካፍለኩም ኢና ክትከታተሉና ብኽብሮ ንዕድመኩም ሕጂ ዝተረኸበ ሓበሬታ ከም ዝገለጾ ብዝተፈላለየ ግንባራት ውግእ ከም ዝተጀመረ ተሓቢሩ። እቶም ዝካየዱ ዘለዉ ውግኣት ብዝርዝር ክንምለሶም ኢና፣ መጀመርያ ግን እገዳ ኣሜሪካን ምልሲ ኣመራርሓ ሰራዊት ትግራይን ክነቐድም። ኣሜሪካ ኣብ ልዕሊ ዝተመረጹ ኣመራርሓ ህወሓት ናይ ቪዛ እገዳ ከም እተገብር ኣፍሊጣ ኣላ። ህዝቢ ትግራይ ኣብ ኬንዳ ኮይኖ ብስእነት ምግብን መድሓኒትን እናተሰቓየ እናሃለወን ኣብይ ኣሕመድ ኣብ ልዕሊ ትግራይ ወተሃደራዊ ስጉምቲ ንኽወስድ ተዳልያ ኣብ ዝነበረለን እዋን ሪኣ ከም ዘይረኣየት ስቕ ኢላ ዝነበረት ኣሜሪካ፣ ሕጂ ብልጽግና ተዳኺሙ ምዃኑ ምስ ፈለጠት ናብ ስጉምቲ ምእታዋ፣ ኣሜሪካ ዝግድሳ ብዛዕባ ጥቕማ እምበር ብዛዕባ ስቓይ ህዝቢ ከም ዘይኮነ ምሁራት ይገልጹ። እቶም ምሁራቱ ከም ዝገለጽዎ፣ ኣሜሪካ ጦርነት ክጅመር ዘይትደሊ እንተኾይና፣ ጉዳይ ትግራይ መፍትሒ ክረክብ ግድን እየ ክብሎ እቶም ምሁራት ወሲኾም ገሊፆም። ህዝቢ ትግራይ ግዝኣቱ ተወሪሩ ኣብ ኬንዳ ኮይኑ እናሞተ መሰልካ ከይተኽብር ዝበሃል ከምዘይሰርሕን ተቐባልነት ከምዘይህልዎን ሓቢሮም ኣለው። ኣብዚ ጉዳይ መግለፂ ዝሃበ ዋና ሓላፊ ምዕራብ ግንባር ዝኾነ ጀነራል ምግበይ ሰራዊት ትግራይ ህዝቡ ንምድሓን ኣብ መበል ዓሰርተ ሓደ ሰዓት እየ ዝርከብ። ሰራዊት ትግራይ ተልእኾ ህዝቡ ንምፍፃም ናይ ዝኾነ ይኹን ፍቓድ ኣየድልዮን ክብል ገሊፁ ኣሎ። እገዳ ኣሜሪካ ነቲ ብኣባሳንጆ ዝፍተን ዘሎ ዕርቀ ፀቕጢ ንምግባር ዝዓለመ እምበር ካብኡ ሓሊፉ ዝፈጥሮ ነገር ከምዘየብሉ ሊቃውንቲ ፖለቲካ እናገለፁ ይርከቡ። እዚ ከምዚ ኢለ እናሃለወ ሰራዊት ትግራይን ሰራዊት ኤርትራን ናይ ሓባር ኮማንድ ፖስት ከም ዝመስረቱ ተገሊፁ። ብመሰረት እቲ ዝተረኸበ ሓበሬታ እቲ ናይ ሓባር ኮማንድ ፖስት ብሓባር ትልምታት እናውፀኣ ነቶም ግንባራት ከም ዘተሓባበር ዝተረኸበ ሓበሬታ የረድእ። ብተመሳሳሊ ዜና ሰራዊት ትግራይን ሰራዊት ኤርትራን ናይ ሓባር ልምምድ ይገብረ ከም ዘለዉ ተሓቢሩ። እቲ ልምምድ ዝካየደሉ ዘሎ ኣብ ሰሜን ምዕራብ ከም ዝኾነ እውን ፍልፍላት እናገለጸ ይርከቦ። እዚ ከምዚ ኢለ እናሃለወ ምዕራብ ትግራይ ኣብ ሰለስተ ቦታታት ውግእ ይካየድ ከም ዘሎ ተፈሊጡ። ብመሰረት እቲ ዝተረኸበ ሓበሬታ እቲ ውግእ ዝካየደሉ ዘሎ ኣብ ደቡብ ሱዳንን ምዕራብ ትግራይን ኣብ ወልቃይትን ከባብታት ጸለምትን ከም ዝኾነ ዝተረኸበ ሓበሬታ የረድእ። እቲ ኣብ ደቡብ ሱዳንን ምዕራብ ትግራይን ዝካየድ ዘሎ ውግእ ብኣርምታት ሰብዓን ዓሰርተ ሰለስተን ይካየድ ከም ዘሎ ዝገለጹ ፍልፍላትና ኣብቲ ዶብ ንዓመታት ዓሪዱ ዝጸንሐ ወራሪ ሓይሊ ከቢድ ህልቂት የጋጥሞ ከም ዘሎ ዝተረኸበ ሓበሬታ የረድእ። እቲ ዝካየድ ዘሎ ስርሒት ናብ ሕሞራ ንምእታው ቅድመ ምድላው እንትኸውን ብኣንፈት ሱዳን ሓገዛት ንምርካብ ዝዓለመ ከም ዝኾነ ካብ ወተሃደራዊ ፍልፍላትና ዝተረኸበ ሓበሬታ ይገልጽ። ኣርሚ ሰብዓ ቅድም ክብል'ውን ብዙሕ ወተሃደራዊ ኦፕሬሽናት ብምክያድ ድፍዓት ወረርቲ ሓይልታት ክተፍርስ ከምዝጸንሐት ዝፍለጥ እንትኸውን፣ ኣብዚ ቀረባ ግዜ ናብ ዶብ ሱዳንን ምዕራብ ትግራይን ዘምረሐት ኣርሚ ዓሰርተ ሰለስተ እውን ምስ ኣርሚ ሰብዓ ኮይና እቲ ስርሒት ተካይድ ከምዘላ ተሓቢሩ። ብተመሳሳሊ ዜና ወልቃይት እውን ከቢድ ዝኾነ ውግእ ከምዝተጀመረ ሓቢሩን። ካብቲ ግንባር ዝተረኸበ ሓበሬታ ከም ዝሕብሮ፣ ገበነኛ ኮነሬል ደመቀ ዘውዱ ዝመርሖ ሓይሊ ድፍዖ ሓዲጉ እናሃደመ ከም ዝርከብ ተፈሊጡ። እዚ የተከዘ ዘብ ብዝብል ዝፍለጥን ተልእኾ ብልጽግና ኦሮሞ ንምፍጻም ዝተመስረተን ሓይሊ፣ ወልቃይት ወይ ሞት እናበለ ክፍክር እኳ እንተጸንሐ፣ ሕጂ ግን እግሩ ናብ ዘምርሖ ይሃድም ከም ዘሎ ተሓቢሩ። ፍልፍላት ከም ዝሓበርዎ ዝሓይለይ ብሓይልታት ፅምዶ ተኸቢብና ኢና፣ ምህደሚ የብልናን እናበለ ንቤተሰቡ ይሰናበት ከም ዘሎ እንዳተገለፀ ይርከብ። እዚ ከምዚ ኢለ እናሃለወ እቲ ኣብ ፀለምቲ ዓሪዱ ዘሎ ሓይሊ ሰላም ትግራይ እናተብሃለ ዝፅዋዕ ሓይሊ እውን መጥቃዕቲ ከም ዝጀመረ ተፈሊጡ። እቲ ግንባር ሰለስተ እናተብሃለ ዝፅዋዕ ሓይሊ ኣብ ልዕሊ ሰራዊት ትግራይ ናይ ከቢድ ብረት ደብዳብ ዘካይድ ዘሎ ብሰራዊት ብልፅግና እናተሓገዘ ምዃኑ ተፈሊጡ ኣሎ። እዚ ሓይሊ ኣብ ውሽጢ ቀረባ መዓልታት ሽረ ኣኽሱም፣ ዓድን ካልኦት ግዝኣታትን ትግራይ ክንቆፃፀረ ኢና ኢሉ እናፈከረ እኳ እንተፀንሐ ሕጂ ግን ወግዓዊ ዝኾነ ጦርነት ከም ዝጀመረ እዩ ዝንገር ዘሎ። ሕጂ ዝተረኸበ ሰበር ዜና ከምዝገለፆ ብደቡብ ግንባር እውን ብዝተፈላለዩ ግንባራት ውግእ ይካየድ ከምዘሎ ተሓቢሩ። መራሒ ምብራቕ እዝ ብልፅግና ዝኾነ ጀነራል ኣሰፋ ቸኮል በቲ ግንባር ንዘለዉ ሓይልታት ኣብ ተጠንቀቕ ንኽፀንሑ ትእዛዝ ምሃቦ ምፅብፃብና ይፍለጥ። እቲ ሓላፊ ውግእ ክጅመር ምዃኑን ኩለን ኣሃዱታት ድልዋት ኮይነን ክጸንሓን ከም ዝኣዘዘ ዝፍለጥ እንትኸውን፣ ሕጂ ድማ ብግንባር ዓፋርን በግንባር ክልል ኣምሓራ ውግኣት ይካየዱ ከም ዘለዉ ተፈሊጡ። ብግንባር ዓፋር ከባብታት ኣብ ዓላን ቶንሳን ውግእ ይካየድ ከም ዘሎ ካብቲ ግንባር ዝተረኸበ ሓበሬታ የረድእ። እቲ ብግንባር ዓፋር ዝካየድ ዘሎ ውግእ ብከቢድ ብረት ዝተሓገዘ ከም ዝኾነ ዝገለጹ ፍልፍላትና፣ እቲ ሓይሊ ሰላም ትግራይ እናተብሃለ ዝጽዋዕ ሓይሊ ምስ ሰራዊት ብልጽግና ተሓዚሉ፣ እቲ ውግእ ከም ዝጀመሮን ሰራዊት ትግራይ እውን ናይ ምክልኻል ስጉምቲ ይወስድ ከም ዘሎን ተፈሊጡ። ግንባር ዓፋር ብልጽግና ናብ ትግራይ ንምእታው ዝመረጻ ግንባር እንትኸውን፣ ብልጽግና ኣብ ዓፋር ዘለዋ ድሮናትን ነፈርትን ተጠቒሙ ናብ ትግራይ ንምእታው ትልሚ ከም ዘለዎ ካብ ኣካላት ድሕንነት ዝተረኸበ ሓበሬታ የረድእ። እዚ ከምዚ ኢለን እናሃለዋ ኣብ ክልል ኣገው እውን ከቢድ ውግእ ይቕፅል ከም ዘሎ ተሓቢሩ። ካብቲ ግንባር ዝተረኸበ ሓበሬታ ከም ዝሕብሮ ጥምረት ኣገው ነፃነት ግንባርን ሰራዊት ትግራይን ዓብዪ ዓወት ይሓፍስ ከም ዘሎ ተሓቢሩ። ወረርቲ ሓይልታት ደፊኦም ንምእታው ይፍትኑ እኳ እንተሃለዉ ብጥሙር ሓይሊ ፅምዶ ብዝውሰደሎም ዘሎ ፀረ መጥቃዕቲ ከቢድ ኪሳራ ይበፅሖም ከም ዘሎ ተገሊፁ። ጥሙር ሓይሊ ኣገው ነፃነት ግንባርን ሰራዊት ትግራይን ኣብ ቀረባ ርሕቐት ከተማ ሰቖጣ የጥቅዑ ከም ዘለዉ እንዳተገለፀ እንትኸውን ወራሪ ሓይሊ እውን ብድሮን ዝተሓገዘ መጥቃዕቲ ይፍፅም ከም ዘሎ ኢቲ ኒውስ ሒዛቶ ዝወፀአት ሓበሬታ የረድእ። ኣገው ነፃነት ግንባር ዛጊድ ክልተ ወረዳታት ዝተቆፃፀረ እንትኸውን ሙሉእ ኣገው ነፃ ንምውፃእ ክልል ኣገው ምምስራትን ትልሚ ሒዙ እቲ ብረታዊ ቃልሲ ከም ዝጀመሮ ሓቢሮም። ብተመሳሳሊ ዜና ቅማንት ነፃነት ግንባር እውን ኣብ ልዕሊ ስርዓት ብልፅግና ብረታዊ ቃልሲ ከምዝጀመረ ተሓቢሩ ኣሎ። እዚ ከምዚ ኢለ እናሃለወ ቤሻንጉል ጉሙዝ ሓይልታት ፅምዶ ኣብ ትሕቲ ቁፅፅር የውዕልዋ ከምዘለዉ ተገሊፁ። ብልፅግናን ብሕቡራት ዓረብ ኢምሬት ዝሕገዝ ምዃኑ ዝንገረሉ ህፁፅ ደገፍ ወሃቢ ሓይሊ ሱዳን ኣብ ዝገጠሞ ግንባራት ይሽነፍ ከም ዘሎን ሰራዊት ይፈርስ ከም ዘሎ እንዳተገለጸ ይርከብ። ሰራዊት ብልጽግና እቲ ሓይሊ ከይሽነፍ ብእግረኛ ሰራዊትን ብድሮንን ኣብ ጎኑ ተሰሊፉ ይዋጋእ ከም ዘሎ ዝገለጹ ፍልፍላትና ይኹን እምበር ሰራዊት ሱዳን ድማ ብሰራዊት ትግራይ እናተሓገዘ ወሰንቲ ግዝኣታት ሱዳን ይቆጻጸር ከም ዘሎ እዩ ዝጽብጸብ ዘሎ። ህጹጽ ደገፍ ወሃቢ ሓይሎ ሱዳን ቀረባ ኣጽዋር ዝረኽበሉ መስመር ብኢትዮጵያ ጥራሕ ምዃኑ ዝፍለጥ እንትኸውን ሓይልታት ጽምዶ ድማ ነቲ መስመር ንምዕፃው ኦፕሬሽን ከፊቶም ከም ዝርከቡ ዝተረኸበ ሓበሬታ የረድእ። ካብ ቤሻንጉል ጎሙዝ ዝተረኸበ ሓበሬታ ከም ዝገለጾ ሓይልታት ጽምዶ ኣብ ቤሻንጉል ዝነበረ ወተሃደራዊ ድፍዓት ወራሪ ሓይሊ ብምጥቃዕ ከም ዝተቖጻጸርዋን ዋና ከተማ ቤሻንጉል ጎሙዝ ዝኾነት ኣሶሳ እውን ኣብ ከበባ ተኣቶ ከም ዘላን ዝተረኸበ ሓበሬታ የረድእ። ፍልፍላት ከምዝሓበርዎ በቲ ግንባር ዝተሰለፉ ሓይልታት ፅምዶ ፋኖ፣ ሰራዊት ሱዳን፣ ሰራዊት ትግራይን ሓይልታት ቤሻንጉል ጎሙዝን ከምዝኾኑ ተገሊፆም። ዋና ዕላማ እቲ ሓይሊ ድማ መስመር ቀረብ ህፁፅ ደገፍ ውሃቢ ሓይሊ ሱዳን ምዕፃውን ምስ ኦሮሞ ነፃነት ግንባር ጥምረት ፈጢርካ ናብ ኣራት ኪሎ ምግስጋስን ከምዝኾነ እዩ ዝንገር ዘሎ። እምበኣርከስ ክቡራት ተኸታተልትና ዜናታት እዚ ዕለት እዚኦም ይመስሉ ነይሮም። ኣብ ጉዳይ ትግራይ፣ ኤርትራን ኢትዮጵያን ከምኡ እውን ህልወይ ምዕባለታት ቀርኒ ኣፍሪካ ብዝምልከት ትኩስ ምዕባለታት ንኸበፅሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ከተተባብዕና ብኸብረ ንዕድም። ሓድሽ ዜና እንተልቀቕ ኖቲፊኬሽን ንክበፅሐኩም እውን እታ ናይ ደወል ምልክት ክሊክ ምግባር ኣይትረስዑ። ሰላም